ኣብዚ ዓመት እዚ ክበዓል ተሓሲቡ ዝነበረ በዓል ቫልቦሪ ከምዘይበዓል መንግስቲ ሽወደን ከምዝወሰነ ክፍለጥ ተኻኢሉ። ምስፍሕፋሕ ኮቪድ ዓሰርተ ትሽዓተ ኣብ መዓስከር ሓተትቲ ዑቕባ ዓብዪ ሻቕሎት ከምዝፈጠረ ካብ ሎሚ መዓልቲ ዝረኸብናዮ ሓበሬታ ኣመልኪቱ።

ሓዊ ብምውላዕ ዳሜራ ብዝመስል ኣገባብ ዝጽምበል በዓል ቫልቦሪ ኣብዚ ዓመት እዚ በቲ ልሙድ ባህላዊ ኣገባብ ክበዓል ከምዘይክእል መንግስቲ ከምዝወሰነ ሚኒስተር ውሽጣዊ ጉዳያት ሽወደን ሚካኤል ዳምባሪ ሓቢሩ። ንሱ ኣብዚ ሎሚ መዓልቲ ዘካየዶ ጋዜጣዊ መግለጺ ኣብ ንቡር ኩነታት ስለዘየለና ንቡር ባህላዊ ኣገባባት ክንገብር ዘፍቅድ እዋን እውን ስለዘይኮነ ምብዓል ቫልቦሪ ሎሚ ዓመት ከም ናይ ዝሓለፈ ዓመት ክግበር ከምዘይኮነ መንግስቲ ወሲኑ ኣሎ ኢሉ። እዚ መንግስቲ ንዘሎ ስግኣት ለበዳ ንምውጋድ ብሕጊ ዝተዋህቦ ስልጣን ተጠቂሙ ወሲንዎ ዘሎ ውሳነ ከይጠሓስ ኩሉ ዜጋን ተቐማጥን ክተሓባበርን ብፍላይ ከኣ ወለዲ ኣብ ድሮ በዓል ንመንእሰያት ደቆም ብግቡእ ክቆጻጸሩ እቲ ሚኒስተር ተማሕጺኑ። ኣብ መዕቆቢ ሓተቲ ዑቕባ መዓስከራትን ለበዳ ኮቪድ ዓሰርተ ትሽዓተ ኣሻቓሊ ኮይኑ ከምዘሎ ኣገልግሎት ዜና ኤኮ ጸብጺቡ። ብመሰረት እቲ ጸብጻብ፣ ዳርጋ ኣብቲ ብበዓል መዚ ኢመግሬሽን ዝእለይ ካምፕታት ወይ'ውን ሓባራዊ መንበሪ ስደተኛታት ብሰንኪ ጽበትን ሕጽረት ዝተፈላለዩ መሰረታዊ ናውትን መከላኸልን ንምልባዕ ኮቪድ ዓሰርተ ትሽዓተ ዝተቓልዐ ብምዃኑ እቲ ሻቕሎት እንዳዓበየ ምምፅኡ ክፍለጥ ተኻኢሉ። በዓል መዚ ኢመግሬሽን ብሰንኪ ኮቪድ ዓሰርተ ትሽዓተ ዝተፈጥረ ዓለማዊ ኹነታት ጉዳዮም ዝተነፅጉ ካብ ሽወደን ናብ ዝመፅዎ ዓድታት ክምለሱ ዝበሃሉ ሓተቲ ዑቕባ ምምላስ ደው ስለዘበሎ ዛጊት ሰለስተ ሚእቲ ዝኾኑ ናብ ዓዶም ክምለሱ ዝነበሮም ሰባት ኣብቲ መዓስከር ይነብሩ ምህላዎም ይፍለጥ። በቲ ዘለዎም ኩነታት መነባብሮ ንምክልኻል ኮቪድ ዓሰርተ ትሽዓተ ዝጠልቦ ኩነታት ዘይምህላዉ ስግኣት እቶም ሰባት ከምዝዓበየን ዝምልከቶ ኣካል ፍታሕ ክገብረሎም ከምዝተማሕፀኑ እውን ብመገዲ እቲ ማዕከን ዜና ፃውዒቶም ኣቕሪቦም ኣለዉ። ምምሕዳር ከተማ ስቶክሆልም ብተደጋጋሚ ንምክልኻል ኮቪድ ዓሰርተ ትሽዓተ ዝወፀ መምርሕታትን ድንጋገታትን ጥሒሶም ዝበሎም ሓሙሽተ ኣብያተ ምግብን መስተን ክዕሸጉ ንነዊሕን ሓፂርን ጊዜታት ዝፀንሕ ኣገልግሎት ከይህቡን ከምዝዓፀዎም ኣፍሊጡ። እዞም ብተደጋጋሚ መጠንቀቕታ ተዋሂብዎም ኣብ ትካላቶም ርሕቀት ኣብ መንጎ ኣጋይሽን ሓበሬታ ጉድለትን ናውቲ መከላኸሊ ቫይረስ ከምዘጉደሉን ብዓቢኡ ከዓ ንምትእኽኻብን ምትእንጋድን ብዝሒ ኣጋይሽ ኣብ መውሃቢ ኣገልግሎት ብሃገር ደረጃ ንዝወፀ መምርሒ ይኹን ብተቋፃፀርቲ ንዝተዋህቦም ተደጋጋሚ መጠንቀቕታ ክስዕቡ ብዘይምኽኣሎም እቲ ምምሕዳር ነዚ ናይ ምዕጻው ስጉምቲ ክወስድ ከምዝተገደደ ኣፍሊጡ ኣሎ። እዚ ከምዚ ኢሉ እንከሎ ኣብ ከተማታት ማልመ፣ ዮቶቦሪ ካልኦት ከተማታት እውን ተመሳሳሊ ስጉምቲ ክውሰድ ኣብ ምድላው ከምዘሎ ይንገር። ብምኽንያት ኮቪድ ዓሰርተ ትሽዓተ ኣብ ዓለም ዝተራእየ ሻቕሎት ብምጥቃም ካብ ዝተፈላለዩ ወገናት ንዝተፈላለዩ ዘይጭቡጣት ሓበሬታታትን ብብዝሒ ይዝርግሑሉ ኣብ ዘሎ እዋን ዝያዳ ጥንቃቐን ምስትውዓልን ከም ዘድሊ ኣብዚ ሰሙን እዚ ዝተዘርግሐ ጸብጻብ ጋዜጣ ኣፍቶንብላደት ሓቢሩ። እቲ ንዓለማዊ ውድብ ጥዕናን ካልኦት ኣብ ዝተፈላለዩ ሃገራት ብሰንኪ ዘይተጨበጠ ሓበሬታ ኣሚኖም ግዳያት ዝተፈላለዩ ጸገም ዝኾኑ ህዝብታትን ሃገራትን ብምጥቃስ ዝተዳለወ ጸብጻብ ኣብ ብዙሓት ሃገራት ንኮቪድ ዓሰርተ ትሽዓተ ይከላኸል ዝተባህሉ ዝተፈላለዩ መድሃኒታት ካልእ ነገራትን ስነ ፍልጠታዊ መመርኮሲ ስለ ዘይብሉ ኣብ ገሊኡ እውን ምድንጋርን ዘይተደለየ ኣታዊ ንምርካብ ተባሂሉ ስለ ዝትግበር ህይወት ብዙሓት ሰባት ከም ዘጥፈኣ ንተመክሮ ብዙሓት ሃገራት ብምጥቃስ እቲ ጸብጻብ ኣነጺሩ ኣሎ። ከም ዝፍለጥ ውድብ ጥዕና ዓለም ሰባት ኣብ ዘይወግዓውያንን ስነ ፍልጠታውን ምርኩስ ዘይብሉ ብዝናፈስ ተባራሪ ወረ ብዛዕባ መድሃኒት ኮቪድ ዓሰርተ ትሽዓተ ዝያዳ ጥንቃቐ ክግበር ከም ዘተሓሳሰበ ዝዝከር እዩ። ክቡራት ተኸታተልቲ መደባትና ኣብ መወዳእታ እዞም ዝስዕቡ ውሽጥን ወፃእን ሽወደን ዝመረፅናዮም ሓፀርቲ ዜናታትን መዘኻኸርታትን ብምሃብ ናይ ሎሚ መሰናድኦ ክንዛዝም ኢና። ኣብ ሽወደን ቁፅሪ ብኮሮና ቫይረስ ዝተለኽፉ ሰባት ዓሰርተ ሸሞንተ ሽሕን ትሽዓተ ሚእትን ዕስራን ሽዱሽተን ዝሞቱ ከዓ ክልተ ሽሕን ክልተ ሚእትን ሰብዓን ኣርባዕተን በፂሖም ከምዘለዉ ክፍለጠ ተኻኢሉ ኣሎ። ብኡ መጠን ካብዚ ኮሮና ቫይረስ ዝድሕኑ ሰባት እውን ቁፅሮም ዓቢ ምዃኑ በዚ ኣጋጣሚ እዚ ክንሕብር ንፈቱ። ኣብ ደቡብ ኣፍሪቃ ልዕሊ ክልተ ሚእቲ ኩባውያን ሓኻይም ብኮቪድ ዓሰርተ ትሽዓተ ኣብ ማእከላይ ጥዕና እታ ሃገር ሓገዝ ንምብርካት ተዋፊሮም ከምዘለዉ መንግስቲ እታ ሃገር ሓቢሩ ኣሎ። ኣብ ኢጣልያ ተነቢሩ ዝጸነሐ እገዳ ምንቅስቓስ ትካላት ንግዲ ንምኽፋት መደባት ምድላውን ይግበር ምህላው መንግስቲ እታ ሃገር ንማዕከናት ዜና ሎሚ ኣብ ዝሃቦ ሓበሬታ ኣፍሊጡ። ሃገረ እንግሊዝ ብኮቪድ ዓሰርተ ትሽዓተ ህይወቶም ዝሰኣኑ ዜጋታት ልዕሊ ዕስራ ሽሕ ብምብጽሑ እታ ሃገር ኣብ ተርታ መበል ሓምሸይቲ ብሕሱም ዝተጠቕዓ ሃገራት ዓለምና ገይሩዋ ከምዘሎ ጸብጻባት ኣረጋጊጾም ኣለዉ። ኢድና ብጽሬት ምሕጻብን ኣብ ኩሉ ምንቅስቓሳትና ኣብ መንጎ ሰባት ዝህልወና ርሕቀት ክንሕሉን እንዳዘኻኸርና፣ ካብ ዘየድሊ ሸገርገርን ሻቕሎትን ተቖጢብና ርግኣት ከነዘውትር፣ ሰብ መዚ ዝህብዎ ሓቀኛ ሓበሬታታት እንዳተጠቀምና ህይወትና ክንመርሕ ከነተግብርን በዚ ኣጋጣሚ'ዚ ንላቦ። ምስፍሕፋሕ ለበዳ ኮሮና ይቕጽል ኣብ ዘለወሉ እዋን ሸለልትነትን ምዝናይን ሓጋዚ ስለዘይኮነ፣ ኣብ ኩሉ ሂወትና ኣተኩሮና ክንሕሉ በዚ ኣጋጣሚ እዚ ንምሕጸን። መደባትና ብሰፊሕ ንምክትታልን ከምኡ ውን ብዛዕባ ኩነታት ሽወደን ብትግርኛ ንምርካብን ኣብ መርበብ ሓበሬታና ከምኡ ውን ኣብ ዩቱብ፣ ፈይስቡክ፣ ኢንስታግራምን ካልኦትን ድሕረ ገጻትና ክትከታተሉና እንዳሓበርና ንሎሚ ዝተዳለወ ናይ ዜና መሰናድኦ በዚ ወዲእና ኣለና። ኣብ ዝመጽእ ዘሎ ረቡዕ ብተመሳሳሊ መደብ ስጋብ ንራኸብ ሰላም ደሓን ቀንዩ።